ኮሮና ቫይረስ ንዓለም ምስ ኣጥቅዓ ዝበዝሓ ሃገራት እቲ እንኮ ኣማራፂ ምክልኻል ምዃኑ ብምግላፅ ናብ ፍፁም ዕፅዋ እየን ኣትየን። መንግስቲ ኤርትራ እውን ብዘይካ ምርጋጥ ካልእ ኣማራፂ የብልናን ብማለት ተሪር ዕፅዋ ኣዊጁ ብፅኑዕ ከምዝተቖፃፀርዎ ፀብፃባቱ የርእይ። ከም ውጽኢቱ፣ መጠን ዝርግሐት ለበዳ ኣዝዩ ትሑት ከም ዝኾነን ክሳብ ሕጂ'ውን ኣብ ኤርትራ ብኮቪድ ዝተመዝገበ ሞት ከም ዘየለ መንግስቲ እታ ሃገር ይገልጽ። እቲ ለበዳ ኮቪድ ንምክልኻል ዝተኣወጀ ዕጽዋ ግን ንሽቕለትን ንግዳዊ ንጥፈታትን ስለ ዝደረቶ እቲ ሕብረተሰብ ኣዝዩ ተሃስዩ ምህላዉ ካብ ስርሖም ዝተሰናኸሉ ይዛረቡ። ሓፈሻዊ እቲ ኩነታት እንታይ ይመስል? ንመሳርሕትና ተስፋኣለም ኣርኣያ ዓዲመዮ ኣለኹ።

ደረጃ ቁጠባ እታ ሃገር ትሑት ብምዃኑን መንግስቲ ንዜጋታቱ ዝገብረሎም ከምዚ ኣብ ካልኦት ሃገራት ዝገብረኦ ዘለዋ ፍሉይን ህጹጽን ናይ ለበዳ ሓገዝ ብዘይምህላዉ ህዝቢ ኣብ ከቢድ ጸገም ከም ዘሎ'ዩ ዝገልጽ ዘሎ። ንኣብነት ሓደ ንቢቢሲ ዝተዛረበ ምንጪ ካብ ኤርትራ ካብ ዘይንሰርሕ ኣዋርሕ ኮይኑ ቆልዑ ሒዝና ንገብሮ ጨኒቕና ኢሉና ካልእ ኣብ ኣስመራ ታክሲ ነዚ ብምምራሕ ህይወቱ ዝመርሕ ስዒድ ተባህለ ድማ፣ እቲ ኣዋጃት ዕጽዋ ኣብ ናብርኡ ብኸቢድ ከም ዝሃሰዮ'ዩ ዝዛረብ። ንሱ ከም ዝብሎ፣ መንግስቲ ብግዜኡ ስጉምትታት ስለ ዝወሰደ፣ ነቲ ሕማም ኣብ ምጕዳሉ ሓጋዚ'ዩ ነይሩ። እንተዀነ፣ እቲ ኣዋጅ ዕጽዋ ክሳብ ሕጂ ስለ ዘይተላዕለ፣ ብወገነይ ንዝሓለፈ ትሽዓተ ኣዋርሕ ብዘይ ስራሕ ደው ኢለ ኣለኹ ክብል ካብ ስራሕ ደው ምባሉ ኣብ ህይወቱ ከቢድ ጸቕጢ ከም ዝፈጠረሉ ገሊጹልና። ተስፋኣለም፣ ብዘይካ ብፍሉይ ፍቓድ ዝንቀሳቐሳ ተሽከርከርቲ ስለ ዘየለዋ፣ እቲ ዝዓበየ ጸገም ኰይኑ ዘሎ'ዩ ክበሃል ይከኣል። ንኣብነት ኣብ ዓዲ ኣቤቶ እትነብር መምህር ምልእተ ዝተባህለት ዜጋ፣ ወላዲታ ምስ ሓመማ ናብ ጽርግያ ወጺኣ ኣስቤዛ ጽዒና ናብ ከተማ ትኸይድ ዝነበረት ካሮሳ ማለት ዓረብያ ለሚና ናብ ሕክምና ከም ዝወሰደተን'ያ ትዛረብ። ኣገልግሎት ህዝባዊ መጓዓዝያ ብዘይምህላዉ፣ ሰብ ንኣገዳሲ ነገር ብእግሩ፣ ብብሽክለታን ብዓረብያን ክጓዓዓዝ ከም ዝተገደደ'ያ ትሕብር። እወ ከም ዝበልካዮ ካሕሳይ፣ ኤርትራ ብስግኣት ለበዳ ኮቪድ ዕጽዋ ካብ እትእውጅ ክሳብ ሕጂ ምንቅስቓስ ተሽከርከርቲ ኣየፍቀደትን። ኩለን ኣብ ፍላይ ኣብ ርእሰ ከተማ ኣስመራ ዝንቀሳቐሳ ዝርካበን መካይን ካብ ዝምልከቶ ኣካል ፍሉይ ፍቓድ ክረኽባ ኣለወን። ዋላ እውን ኣብ ቤቱ ክልተ መካይን ዘለዎ ርኹብ ስድራ ጓሎም ሕርሲ ተታሒዛ ወይ ካብ ኣባሎም ሕክምና ክበጽሕ እንተደልዩ ፍቓድ ዘለወን መካይን እንተዘይረኺቡ ብካሬሳ ክንቀሳቐስ ዝግደደሉ ኩነታት እዩ። እዩ ዘሎ። ተስፋኣለም እቲ ካልእ ጉዳይ ማሕበራዊ ምትእኽኻብ ኣብ ዘበነ ኮቪድ ዓሰርተ ትሽዓተ ዝምልከት እዩ። ቅድሚ ኮቪድ ንኣብነት ኣብ ከተማታት ኤርትራ ሰብ እንተሞይቱ ኣሎ ዝበሃል መቕርብ ኣውቶቡስ ተኾናቲሩ እዩ ናብ ገጠራት ክቐብር ዝውሕዝ ነይሩ። ሕጂ ኣብ እዋን ኮቪድ ግን ምስታ ሬሳ ሒዛ ናብ ገጠራት እትጓዓዝ መኪና ሓሙሽተ ሰባት ጥራይ እዮም ከሰንይዎ ዝፍቀድ። ተስፋኣለም ስለዝሃብካና ሓበሬታ ነመስግነካ። ኣብ ኤርትራ ኣብ መወሸብ ማእኸላትን ንመገሻ ኣብ ዝነቐሉ ሰባትን ብዝተገብረ መርመራ 30 ሓደስቲ ብኮቪድ-19 ዝተለፉ ሰባት ከም ዝረኸበት ገሊጻ ካልኦት ሸሞንተ ሕሙማት ነፃ ኮይኖም ከም ዝተፋነዉ ዝገለጸ ሚኒስትሪ ጥዕና እታ ሃገር ጠቕላላ ኣብታ ሃገር ኮቪድ-19 ዝተረኽቦም ሰባት ሸውዓተ ሚእትን ኣርባዓን ሓደን ከም ዝበጽሑ ሓቢሩ። ኣውሮፓዊ ሕብረት ንኢትዮጵያ ዝመደቦ 110 ሚልዮን ዶላር ደገፍ ባጀት ክጸንሕ ምውሳኑ ቅኑዕ ከም ዘይኮነ ቅኑዕ ኣብ ዘይኮነ ገምጋም ዝተመስረተ እዩ ክብል መንግስቲ ኢትዮጵያ ቅሬትኡ ገሊጹ ኣፈኛ ሚኒስትሪ ጉዳያት ወፃኢ ኣምባሳደር ዲና ሙፍቲ ንቢቢሲ ኣብ ዝሃበዎ ሓበሬታ እቲ ሕብረት ነቲ ውሳነ ዝበጽሓሉ ኣገባብ ነቲ ኩነታት ብዝግባእ ካብ ዘይምግንዛብ እዩ ኢሉ ላዕለዋይ ቤት ፍርዲ ፈደራል ምዱብ መጋባእያ ልደታ ፖለቲከኛታት ጀዋር መሓመድን በቀለ ገርባን ኣብ ዘለውዎ መጋባእያ ክጣየሰሎም ንዘቕረብዎ ሕቶ ነጺግዎ እዞም ፖለቲከኛታት ኣብቲ ሃገር ብዘለዎም ፖለቲካዊ ተሳትፎ ከምኡውን ኣብ ልዕሊኦም ሰፊሕ ናይ መራኸቢ ብዙሃን ወፍሪ ይካየድ ብምህላው ናብ ቤት ፍርዲ ምኻድ ከም ዝጽገሙ ብምግላጽ እዮም ነዚ ሕቶ ኣቕሪቦም እስላማዊ ጉጅለ ቦኮ ሃራም ቪድዮ ናይቶም ዝጨወዮም ልዕሊ 300 ተምሃሮ ዘርጊሁ እቶም ኣወዳት ኣብ በረኻ ኮይኖም ሰራዊት ናይጀርያ ንዕኦም ንምርካብ ዘካይዶ ዘሎ ፃዕርታት ደው ከብሎ ክልምኑ ኣብቲ ቪድዮ ይስምዑ እቲ ጉጅለ ኣብ 214 እውን ኣስታት 300 ኣዋልድ ተምሃሮ ጨውዩ ምንባሩ ይዝከር ቦኮ ሃራም ስሙ ጀሚሩ ኣንጻር ዘመናዊ ትምህርቲ ምዃኑ ይፍለጥ ተጨውዩ ናብ ሃገሩ ዝተወስደ ፍሉጥ ሩዋንዳዊ ተጣባቂ መሰላት ንወናን ናይታ ዝጓዓዘላ ዝነበረ ናይ ግሪክ ነፋሪት ናብ ቤት ፍርዲ ከሲሱ እቲ ኣብቲ ናይ 994 ጃምላዊ ምጽናት ዓሌት ሩዋንዳ ሰባት ብምድሓኑ ብሆሊውድ ከይተረፈ ፊልም ዝተሰርሓሉ ፖል ሩሰ ሳባጊና ናብ ብሩንዲ እናገሸ እንከሎ እዩ ኣብ ዱባይ ተጨውዩ ምስ ኣሸበርቲ ርክብ ኣለዎ ዝብል ክሲ ብመንግስቲ ሩዋንዳ ቀሪቡሉ ኣሎ ኣብ ኢትዮጵያ ኣብ መንጎ ሓይልታት ትግራይን ፌደራልን ኩናት ካብ ዝውላዕ ልዕሊ ኣርዓ መዓልቲ ገይሩ ኣሎ በቲ ኩናት ዝያዳ ካብ ዝተሓስያ ከተማታት ሓንቲ ዝኾነት ከተማ ሕመራ እያ ኣብ ከተማ ሑመራ ሆስፒታል ካሕሳይ ኣበራ ሰብ ሞያ ሕክምና ዝኾኑ ኣብዚ እዋን ኣብ ሱዳን ኣብ መዓስከራት ስደተኛታት ዝርከቡ ኣዘራሪብና ኣሎና። ብዛዕባ እቲ ዝሃብዎ ምስክርነት በሪሁ ተከታቲልዎ ኣሎ። በሪሁ ካብዞም ሰብ ሞያ ሕክምና ዝረኽብናዮ ሓበሬታ እንታይ እዩ ዝመስል? ሕራይሞ ካሕሳይ ቅድሚ ናብቶም ሰብ ሞያ ሕክምና ዝበልዎ ሓሳብ ቅድሚ ምእታወይ፣ ሑመራ ማለት ኣብ ምዕራብ ትግራይ ኣብ ኢትዮጵያ ማለት እዩ። ኣብ ጫፍ ሱዳንን ኣብ ኤርትራን ዘዳውብ ትርከብ ናይ ንግዲ ከተማ እያ። እዞም ክልተ ቢቢሲ ኣብዚ ሰሙን እዚ ካብ ሱዳን መዓስከራት ዘዘራረቦም ክልተ ሰብ ሞያ ሕክምና፣ ኣብ ከተማ ሕሞራ ሆስፒታል ካሕሳይ ኣበራ እዮም ዝሰርሑ ነይሮም ማለት እዩ። እቲ ኹናት ምስ ተጀመረ ኣብ ከተማ ሕሞራ ፈለማ ካብ ትግራይ ይኹን ካብ ሰራዊት ምክልኻል ኢትዮጵያ ዝቖሰሉ ወተሃደራት ወይ ከዓ ሓይልታት ዕጡቓት ማለት ይሕክሙ ከም ዝነበሩ እዮም ዝገልፁ። እንተኾነ ግን ካብ ሸነኽ ምብራቕ ማለት እውን ካብ ሰራዊት ኢትዮጵያን ከምኡ እውን ካብ ሸነኽ ሰሜን ብወገን ኤርትራ ከበድቲ ብረት ምትኳስ ከም ዝተጀመሩ፣ ካብኡ ድማ ብሰንኪ እቶም ዝተተኮሱ ከበድቲ ብረት ምሉእ መዓልቲ ጽዑቕ ተኹሲ ስለ ዝነበረ፣ ብዙሓት ካብ ሕሞራ ናብቲ ንሶም ዝሕክምሉ ዝነበሩ ሆስፒታል ካሕሳይ ኣበራ ክመጽኡ ብበዝሒ ከም ዝጀመሩ'ዮም ገሊጾም ማለት'ዩ። ስለዚ ንኣብነት ዶክተር ቴድሮስ ተፈራ ከም ዝገለጾ እንድሕር ኮይኑ፣ ኣብቲ ናይ መጀመርያ መዓልቲ ጽዑቕ ተኹሲ ኣብ ዝነበረሉ ግዜ ፈለማ፣ ሰብዓን ሓሙሽተን ሰባት ቆሲሎም ከም ዝመጽኡ እውን ካብኡ ግን ካብቶም ዝመጹ እቶም ዓሰርተ ሸውዓተ እታ ናይ መጀመርያ መዓልቲ ዝሞቱ ሰላማውያን ዜጋታት ምዃኖም እዩ ዝገልጽ። በቲ ካሊእ ገጽ ከኣ ንጽባሒቱ ዶክተር ቴድሮስ ተፈራ ከም ዝገለጾ ካብቶም ንጽባሒቱ እውን እቶም ሸሞንተ እንደገና ከም ዝሞቱ እዚኦም እውን ኩላቶም ሰላማውያን ዜጋታት ምዃኖም እዩ ዝገልጽ። እቲ ካሊእ ንቢቢሲ ሽሙ ክንዕቅቦ ዝሓበረና ሜዲካል ዶክተር ሓኪም እውን ኣብቲ ናይ መጀመርያ መዓልቲ ገዛ ከበድቲ ብረት ዝነበሮ ግዜ ማለት እዩ ፈለማ ክልተ ሚእቲ ሰባት መጺኦም ምንባሮም ካብኣቶም እቶም ሓምሳ ከም ዝሞቱ እዩ ዝገልጽ። እዚኣቶም ኩላቶም እውን ሰላማውያን ዜጋታት ምዃኖም እዩ ዝገልጽ። ብምቕጻል ካሕሳይ እዞም ክልተ ሰብ ሞያ ሕክምና ምሉእ መዓልቲ ክሳብ ሰዓት ኣርባዕተ ብናይ ኢትዮጵያ ኣቆጻጽራ ምሸት ማለት እዩ ክሕክሙ ውዒሎም ኣምስዮም። ደሓረ ግን እቲ ተኹሲ ዝያዳ እናበርተዐ ስለ ዝመጸ እቶም ምስኦም ዝሕክምዎም ዝነበሩ ብከበድቲ ብረት ዝተወቕዑ ሰላማውያን ዜጋታት ኣብ ትራክተራትን ከይተረፈ ጽዒኖም ናብ ኣደባይ ይበሃል። ኣደባይ ሓምሳ ኪሎሜትሮ ካብ ሑመራ ኣርሒቓ ትርከብ ማለት እዩ። ናብኡ ሓደ ክሊኒክ ስለ ዘሎ ናብኡ ወሲድናዮም ዝብል ሓበሬታ እዮም ንቢቢሲ ሂቦም ማለት እዩ። ደሓር ኣብ ኣደባይ ዝተወቕዑ ናይ ኢትዮጵያ መከላከያ ሰራዊት ዕጡቓት እውን ዝተወቕዑ ስለ ዝነበሩ ንዓቶም እናሓከምዎም ከም ዝውዓሉ ዝሓረ ግን ናይ መንግስቲ ፌድራል ሰራዊት ነቶም ናይ ባዕሎም ዕጡቓት ዝተወቕዑ ማለት እዩ ወሲዶም ደሓረ ናብ ሰላማውያን ዜጋታት ኣብ ኣደባይ ክትኩሱ ስለ ዝጀመሩ ንናይ ባዕሎም ድሕንነት ክብሉ ካብ ኣደባይ ወፂኦም ኣብ ሓደ ጫካ ተሓቢኦም ድሕሪ ምፅናሕ ድሕሪ ክልተ መዓልቲ ናብ ሱዳን ከም ዝሰገሩ እዮም ዝገልጹ ካሕሳይ። በሪሁ፣ እዞም ሓካይም ካብ ዝነገሩና እቶም ጉዱኣት ከመይ ዓይነት ማህሰይቲ ዝነበሮም እዮም ነይሮም? ግርም፣ እሞ ካሕሳይ ንኣብነት ዶክተር ቴድሮስ ተፈራ ንቢቢሲ ከም ዝገለጾ እንድሕር ኮይኑ እቶም ዝሕክሞም ዝነበረ ደሓር እውን ኣብ ሱዳን ከይዱ ዝሕክሞም ዝነበሩ ዓይነት ተሓከምቲ ሰላማውያን ማለት እዩ ብበላሕቲ ነገራት ብኣባትር ዝተወቕዑ ከም ዝኾኑ ብፍላይ እቶም ብበላሕቲ ነገራት ተወቒዖም ዝበሎም ካብ ካራ'ውን ንላዕሊ ዓሚቝ ብዝኾነ እቲ መውቃዕቶም ኣዝዩ ካብ ካራ'ውን ዝዛየደ ዓይነት በሊሕ ነገር ከም ዝተወቕዑ'ዩ ገሊጹ ዘሎ። እቲ ካልእ ሽሙ ክንዕቅቦ ዝሓበረና ዶክተር ከም ዝገለጾ እንድሕር ኮይኑ ድማ ብፍላይ ኣብቲ ናይ መጀመርያ መዓልቲ ሓንቲ ኣደ ብናይ ወዳ ሞተር ሳይክል ተጻዒና ከም ዝመጸቶን ድሓር ናይ ከብዳ ምሉእ እቲ ማዓናጧ ናብ ደገ ወጺኡ ናይ መጀመርያ ቀዳማይ ረድኤት ገይሩላ ደሓረ ግን እቲ ኩነታት ስለ ዘጋጠመ ናብ ሱዳን ሃድእን ንባዕሉ ሃዲሙ ስለዚ እታ ኣደስ ብድሕረይ ጺዓደ ትኸውን ሞይታ ዝብል ውን ንባዕሉ ክሳብ ሕጂ ኣእምርኡ ዘይ ዘይፍለ ተዘክሮ ከም ዝኾኖ እዩ ዝገልጽ ማለት እዩ። እሺ በሪሁ ኣብ መወዳእታ ሕጂ እዞም ሓካይም ኣብ ከመይ ኩነታት ኣለው? እቶም ሓካይም ካብቶም መጀመርታ ናብ ሱዳን ዝሰገሩ ፈላሞት ስደተኛታት እዮም ነይሮም። ኣብቲ ፈለማ እዋን ንባዕላቶም ውን ስደተኛታት ክኾኑ'ዮም ኢሎም ዘይተጸበይዎ ነገር ከም ዝነበረን ደሓረ ግን፣ ንባዕላቶም እውን ካብቶም ካብ ትግራይ ተሰዲዶም ናብ ሱዳን ዝኣተው ብፍላይ ናይ መወቃዕትን ካልኦትን ዝነበሮም ፀገም ዋላ እኳ እኹል መሳርሕታት እንተዘይሃለዎም በቲ ዘሎ ናይ ቀዳማይ ደረጃ ረድኤት ይህቡ ከምዘለው እዮም ንቢቢሲ ገሊፆም። ኣብ መንጎ ሓይልታት ኢትዮጵያን ሱዳንን ጎንፂ ከምዝተፈጥረ ክልቲኤን ሃገራት ኣረጋጊፀን። ሰራዊት ኢትዮጵያን ምልሻታቱን ናብ ግዝኣት ሱዳን ጀብል ኣቡታየር ብምእታው ኣብ ልዕሊ ሰራዊት ሱዳን መጥቃዕቲ ከምዝፈፀሙ መንግስቲ ሱዳን ከሲሱ። መንግስቲ ኢትዮጵያ እውን ኣብ ልዕሊ ሰራዊት ሱዳን ስጉምቲ ከም ዝወሰደ ተኣሚኑ ኣሎ። ናይ እንጽጋብ ኣዳልያቶ ኣላ። መንግስቲ ኢትዮጵያ ኣብ ትግራይ ምስ ሓይልታት ትግራይ ይዋገኣሉ ኣብ ዘሎ እዋን ኣብ ዝቐነ ኣብ ዶብ ሱዳንን ኢትዮጵያን ካልእ ሓድሽ ጎንፂ ተወሊዑ። ሰራዊት ምክልኻል ሱዳን ሰራዊትን ምልሻታትን ኢትዮጵያ ኣብ ልዕሊኦም መጥቃዕቲ ከም ዝፈጸሙ ገሊጹ። በቲ መጥቃዕቲ ሰብ መዚ ሰራዊት ምክልኻል ሱዳን ዝርከብዎም ወታደራት ከም ዝሞቱን ንብረት ከም ዝዓነወን መንግስቲ ሱዳን ኣፍሊጡ። ቀዳማይ ሚኒስተር ዓብደላ ሓምዶክ፣ ቤት ምኽሪ ሚኒስትራት ሃገሩ ኣብ ጎኒ ሓይልታት ሰራዊት ምዃኑ ከም ዘረጋገጸ ገሊጹ። መንግስቲ፣ ሰራዊት ሱዳን ዶባት ሃገር ክሕሉን ዝኾነ መጥቃዕቲ ክከላኸልን ኣብ ዘኽእል ዓቕሚ ከም ዘሎ ምርግጋጹ ብምሕባር ድማ ነዚ ሰራዊት ከም ዝድግፎ ድማ ኣፍሊጡ። ኣብዚ ጉዳይ ንወሃቢ ቃል ሚኒስትሪ ጉዳያት ወፃኢ ኢትዮጵያ ኣምባሳደር ዲና ሙፍቲ ሓቲትናዮም።
ስጉምቲ ወሲድና ኢና። ስጉምቲ ስለ ዝወሰድና'ዮም ንሶም እውን ዘውግዑ ዘለዉ። ንሳቶም ንዝመፅኡ ስደተኛታት ንምሕላው ኢና ኣቲና ዘለና እዮም ዝብሉ። ይኹን እምበር ኣብቲ ቦታ ንሱ ስደተኛ የለን። ትኹረት ሰራዊት ኢትዮጵያ ኣብ ካልእ ምዃኑ ፈሊጦም እዮም ኣብቲ ቦታ ዘሎ ነገር ንምውሳድ መፂኦም። ንዕኡ ኢና ወቒዕና።
ኣብዚ ሕዚ ሰዓት ወታደራት ሱዳን ናብ ዶብ ኢትዮጵያ ከም ዝኣተዉ ድማ ኣምባሳደር ዲና ሓቢሩ። Wanti ture akkuma beektu mootummaan amma. መንግስቲ ኢትዮጵያ ኣብዚ ሕዚ ሰዓት ኣብ ክልል ትግራይ ሕገብ ዘፈፅመሉን ዝሰርሓሉን ግዘ እዩ ዘሎ። ኣብዚ እዋን ላዕለዋይ ኣመራርሓ ሱዳን ዘይኮነስ እቲ ኣብ ታሕቲ ዘሎ ኣመራርሓ ትኹረት ሰራዊት፣ ምልሻን ምምሕዳርን ኢትዮጵያ፣ ኣብ ካልእ ከም ዝኾነ ብምርኣይ ኣብ ኢትዮጵያ ዕግርግር ንምፍጣር ናብ ዶብ ኣትዮም ከባብታት ንምሓዝ ፈቲኖም። ሰራዊት ሱዳን ዶብ ኢትዮጵያ ጥሒሶም ብምእታው ኣዝርእቲ ሓረስቶት ኢትዮጵያ ናብ ምዝማት በጺሖም ነይሮም። እዚ ድሌትን ቅዋምን መንግስቲ ሱዳን'ዩ ኢልና ኣይንኣምንን። ነዚ ንምምካት ስጉምቲ ወሲድና ኢና። ይኹን እምበር ብወገን ኢትዮጵያ ጥፍኣት ከም ዝተፈጸመ ካብ ታሕተዋይ ኣመራርሓ ጸብጻብ ብምውሳድ፣ ቀዳማይ ሚኒስትር ዓብደላ ሓምዶክ'ውን ተመሳሳሊ ይዛረብ ነይሩ። እንተኾነ ምስ ኢትዮጵያ ናይ ምጽላእ ድሌት የብሉን። ኣብ ዝሓለፈ ናብ ሃገርና መጺኡ ምስ ኣብይ ኣሕመድ ጽቡቕ ስምምዕ ገይሩ'ዩ ተመሊሱ። ምስ ሱዳን ዘለና ርክብ ጽቡቕ'ዩ። ኣብኡ ምድፍፋእን ምጉናጽን ኩሉ ግዜ ዝነበረ'ዩ። ሕዚ'ውን እዚ'ዩ ተደጊሙ። ቦልታኒ ጅማ ማንገሊ።
ሓይልታት ሱዳን ክንደየናይ መሬት'ዮም ካብ ኢትዮጵያ ወሲዶም ንዝብል ሕቶና እንትምልስ ድማ፣
እቲ ስፍሓት መሬት ክንድዚ'ዩ ዝበሃል ኣይኮነን። ይኹን እምበር ዋላ ሓደ ሜትር ይኹን ናብ ዶብ ኢትዮጵያ ክኣትዉ ኣይኽእሉን፣ ክልኩል'ዩ። እቲ ብሰራዊት ሱዳን ዝተወሰደ ቦታ ተመሊሱ ድዩ ዝብል ሕቶ እውን ንኣምባሳደር ዲና ኣቕሪብናሉ።
ኣብ ውሽጢ ዶብ ኢትዮጵያ ብምእታው ዝሓዝዎም ቦታታት ኣለዉ፣ ግና ክልቲኦም ኣመራርሓታት ብሕጋዊ መንገዲ ስለ ዝተዘራረቡ ይምለሱ ኣለዉ እዮም።
ሱዳን ብሰንኪ እቲ ኣብ ትግራይ ተወሊዑ ዘሎ ኩናት ካብ ትግራይ ህይወቶም ንምድሓን ዝሃደሙ ሓምሳ ሽሕ ስደተኛታት ብምቕባል ኣፅሊላ ትርከብ። እቲ ኣብ መንጎ ሓይልታት ፌዴራልን ሚልሻ ክልል ኣምሓራን ምስ ሓይልታት ትግራይ ዝካየድ ዘሎ ውግእ ድማ ኣርብዓ ነርባዕተን መዓልታት ኣቑፂሩሎም። ቀዳማይ ሚኒስተር ኣብይ ኣሕመድ ኣማስዩ ኣብ ትዊተር ኣብ ዝለጠፎ ጽሑፍ መንግስቲ ኣብ ዶብ ኢትዮጵያን ሱዳንን ምስ ምልሻ እቲ ከባቢ ንዘጋጥመ ክስተት ብቕርበት ይከታተሎ ኣሎ ድሕሪ ምባል ከምዚ ዝኣመሰለ ተርእዮታት ኣብ መንጎ ክልቲኤን ሃገራት ንዘሎ ምትእስሳር ከም ዘይበትኽ ገሊጹ።